ዝኽሬም እዚ እንተሸብሸበ ወይ ድማ እንተጨምደደ ገጽ ንዘለና ናብ ንቡር ዝመልስ ከምኡ ደሞ ጸሊም ነጠብጣብ ንዘለና ድማ ንኡኡ ዘዕልይልና ካብ ኬሚካል ነጻ ኣብ ውሽጢ ሸውዓተ መዓልቲ ዕንበባ ዘምስል ክሬም እዩ ተጠቐማሉ ኩራት የሕዋተይ ኣዝዩ ኣዝዩ ጽቡቕ እዩ። ሰላም ሰላም ናይ ዮኒ ዩቱብ ተኸታተልቲ ከመይ ኒኹም ከመይ ቀኒኹም ኣነ ሰላም ኣለኹ እግዚኣብሄር ይመስገን በብዘለኹምዎ ሰላምኩም ብዙሕ ትርፊ የለለይ ኩራት ይሕዋተይ ሓደሽቲ ነዛ ቻነል እንኳዕ ብሰላም መጻኹም ናበልኩ ሰብስክራይብ ናጎርኩም ቤተሰብ ኩኑ ቤተሰብ ዝኾንኩም ደሞ ሸር ላይክ ናጎርኩም ምትዋዕኹም ኣይፈለየኒ ክብለኩም ይፈትይ እሺ እምበኣር ከስ ለማዓንቲ ሒዘልኩም ዝመጻኹ ደሞ ንተሸብሸበ ወይ ድማ ንተጨማደደ ገጽ ንዘለና ላው ንውር ዝመልስ ከምኡ ደሞ ጸሊም ነጠብጣብ ንዘለና ድማ ልኡኡ ኣልዩ ኣብ ውሽጢ ሸውዓተ መዓልቲ መስመስ ለብል ክሬም እየ ሒዘልኩም መጽየ እኒኦኹ ማለት እዩ ኣሰራርሕኡ ላኡ ከብለኩም እየ ሓቢርኩም ንጽንሑ ብላይክ ግን ጀምሩ ማለት እዩ ኣውዚ ሩዝ ኣለኒ ብደንብ ገይረ ክሓጽዎ እየ ማለት እዩ ክብራት የሕዋተይ ኣዝዩ ብሉጽ ልኾነ ክሬም እዩ እና ሓጺበ ደሞ ላብ ድስቲ ገይረ ማይ ደሞ ገይረ ከውስሎ እየ ማለት ይኹረት ይሕወት ሮዝ ብጣዕሚ እዩ ማይ ልውድእ እና ኣዚሕና ማይ ክንገብረሉ እኒኤና ካብኡ ደሞ ክሻብ ልበስል ክነብሎ ክነውስሎ እኒኤና ማለት እዩ ብደንብ ገይረ ክሻብ ልበስል ናተይ በሲሉ ኣሎ ከውርደ እየ

ካብኡ ሻብ ክሬም ልኾን ንጥሕኖ ጥሒነ ድማ ከምዚ ኮይኑ ኣሎ ካብኡ ብመንጠፊ ንነጥፎ ማለት እዩ ኣነ እዙይ ልጥቀም ምንም ስለለይሕልፍ ጸቢብ ስለልኾነ እዩ እንትሕረ ጸቢብ ኮይኑ ከምዚ የሊና ኮይኑ ብከምዚ ትሕር ከምኡ ኮይኑ ከዓኒ ብሻሽ ነገር ንንጠፎ ማለት እዩ ኩራት ይሕዋተይ ሕርኽርኽ ልብል ክሓልፎ የውሊ ነጢፈ ደሞ ከምዚ ሞሲለ ኣሎ ክሬም ክሬሙ ወጺኡ ማለት እዩ እና ላብኡ ጸባ ክገብረሉ እየ ማለት እዩ። ክብራት ይሕወተይ እዙይ ላብኡ ከወሃህዶ እየ ብደንብ ገረ ላሕወርኩ ክሻብ ልቐጥን ማለት እዩ። ክብራት ይሕዋት ከምዚ ላገበርኩ ክሻብ ልቐጥን ክሻብ ብደንብ ገይር ልቐጥን ማለት እዩ። ጸባ ክንገብረሉ ኔና ካብኡ ብህዱእ ሓዊ ተመሊስና ላብ ሓዊ ንስኽትቶ ማለት እዩ ሰኽቲትና ድማ ኢድና ከይ ፈለና ክሻብ ላብ ክሬም ልቕየር ነውስሎ ማለት እዩ ኩራት ይሕዋት ናየ ከምዚ ኮይኑ ኣሎ ብጽቡቕ ኮይኑ ኣቢሉ ላዚ ሓለ ክኸድ ከለሎ እውን ሓፈሰ ስለ ልኸድ ናተይ ከውርዶ እየ ማለት እዩ ከዚ ከምዚ ኮይኑ ኣሎ ማለት እዩ ምስ ወረድክዎ ደሞ ዝሂሉ ከምዚ ኮይኑ እኒኦ ላዎ ህዝታይ ያገብረሉ ሓደ ማንካ ባዝሊን ማለት እዩ ክብራት ይሕወተይ ሓደ ማንካ ባዝሊን ገይረ ብደንቢ ክሓዋውሰ እየ ምስኡ ብጣዕሚ እዩ ቆንጆ ብጣዕሚ ማለት እዩ ምናዳ ኣብዙ ትሕቲ ዓይንና ገለ ልተሸብሸበ ትሕረሊና ወይ ከዓኒ ነጠብጣብ ጸሊም ጸሊም ትሕረሊና ይሰደልና እዩ ማለት እዩ። ክብረት ይሕወት ምስ ሓዋወስክዎ ደሞ ከምዚ መሲሉ ኣሎ ክሬም ተቐይሩ ቆንጆ ኮይኑ ማለት እዩ። ስለዚ ካምዚ ገርና ላውዙ ንጥቆመሉ ዕልባ ንወናዮ ላኡ ንገብሮ ማለት እዩ ኣነ እኳ ና ባዝሊን ውዳእ ስለለለኒ ላኡ ክገብሮ እየ ግን ላብ መትሓዚ ንገብሮ ማለት እዩ ብድሕሪኡ ካምዚ ምስ ገበርና ድማ ገጽና ብጽሩይ ክንሕጸብ እኒአና ሰሙና ጌርና ምልጭ ኣቢልና ብደንቢ ማለት እዩ ገጽና ንጹህ ክኾን እኒኦ ጽሩይ ክኾን እኒኦ ብድሕሪኡ ብኸምዚ ድሞ ፎጣ ጌርና ንሽፍ ክነብሎ ኒኤና ማለት እዩ። እዚ ልገብር ኣለኹ ጨጉረይ ልኸይዕየን እየ እና ከምዚ ገይረ ላኡ ጣስሞ እየ ላብ ገፀይ ብደንብ ገይረ ማለት እዩ ክጣስሞ እየ ብጣዕሚ ብጣዕሚ ቆንጆ ክሬም እዩ ማለት እዩ ክብረት ይሕወተይ ከምዚ ኢላ ግበርና ደሞ ላብ ኩሉ ንገብረሉ ከምዚ ጌርና ናብ ኩሉ ማለት እዩ ቀደም ከምዚ ጌርና ንገብረሉ እሞ ብድሕሪኡ ምስ ወዳእና ከምዚ ጌርና ከዓኒ መሳጅ ብደንቢ ንገብሮ እኒአና ማለት እዩ። መሳጅ ግድን ይለድልኒ። ስለዚ ከምዚ ምስ ገበርክዎ ደሞ ከምዚ ምስ ገበርክዎ እንታይ እየ ክገብሮ መሳጅ ክገብሮ እየ ኸዚ ማለት እዩ ክብራት ይሕወተይ ንዙ ናፍንጫና ንዙ ለው ኩሉ በቃ መሳጅ ብደንብ ጌርና ክንገብሮ እኒኤና ካብኡ ውናይ ምንም ነገር ስለለይብሉ ከም ኬሚካል ነጻ እዩ ማለት እዩ ዋላ ሓደ ትክሳድና ከዓኒ ምስኡ ክንማልኦ እኒኤና ኣብ ደገ ለይዲ ልግዛእ ክሬማት ብዙሕ ክሬም ኣሎ እዩ ግን ኬሚካል ገለ ስለ ዝሓውስሉ ልገጽና እውን ኣይጽቡቕ ኣይኮነ ማለት እዩ ባዕልና ካሙዚ የዳሊና ኣብ ገዛና ተተጠቒምና ግን ኣዝዩ ኣዝዩ ልበለጸ እዩ ማለት እዩ ምክንያቱ ኬሚካል እንድሕር ደኣ ሃልዎ ኮይኑ ገጽና ጽቡቕ ስለ ዘይኮነ ማለት እዩ። ክብራት ይሕዋተይ ከምዚ ዳገርና ደሞ ብደም ጌርና መሳጅ ንገብሮ ማለት እዩ። ክብራት ይሕዋት ብእውነት ኣዝዩ ኣዝዩ ቆንጆ እዩ ብጣዕሚ ማለት እዩ። ኣብ ውሽጢ ሸውዓተ መዓልቲ ዕምበባ ኣይለምስለካ ንጥቀመሉ ንሸውዓተ መዓልቲ እዩ ማለት እዩ። ሓደ ግዜ ከምዙይ ሰሪሕና ከዓኒ ሸውዓተ ልሸውዓተ መዓልቲ ልኾን ኣብዚ ሕቢልና ንሰርሕ እሞይ ኣብ ተላጀ ኢና ነቐምጦ ማለት እዩ ኩራት ይህዋት ኣብ ደገ ክነቕምጦ የብልናይ ኣብ ተላጀ ኣቐሚጥና ካብኡ ምሸት ምሸት ስራሕና ምስ ወዳእና ኣጋ ክንድቅስ ኢና ንጥቀሞ ማለት እዩ ኣሕዋተይ ክንድቅስ ከለና ክንድቅስ ከለና ምሸት ምሸት ኢና ንጥቀሞ ቀትሪ ክንድቅ ንጥቀሞ ኣይብልናይ ማለት እዩ ስራሕና ወዲእና ላብ ምድቃስ ንኣጋ ክንሓልፍ ካምዚ ጌርና ብደንቢ ልዓሰርተ ደቂቃ ልኾን መሳጅ ጌርና ኣብ ገጽና ዓሰርተ ደቂቅ ክጸንሕ ኒኦዎ ማለት እዩ ክብራት ይሕዋተይ ብደንቢ ብደንቢ መሳጅ ክንገብሮ ኒኤና ካብኡ ሸውዓተ መዓልቲ ሰሪሕና ድማ ኣብተን ላጅ ኣቲና ምሸት ምሸት ብካምዚ ንጠቐም ማለት እዩ ኣብ ሸውዓተ መዓልቲ ግን ዕንበባ ይለምስለካ ኩሉ ተብ ገጽካ ለሎ ሕማቅ ነገራት ደሞ ይኣልየልካ ማለት እዩ ኣነ ቅድም ይጥቀም ነይረ እየ ሓቂ ሐሽ ሐዚ እኮ ሓዲገዮ ነይረ ሐዚ እየ ጀሚረ ኒኦኩ ማለት እዩ ግን ብጣዕሚ እዩ ቆንጆ ማለት እዩ እና ከምዚ ጌርክን ምሸት ምሸት እንትሕር ደኣ ተጠቂምክናሉ ኮይንክን ገጽክን ልስሉስ ቆንጆ ክኾነልክን ካብኡ ከዓኒ ንጹህ ክኾነልክን እዩ ማለት እዩ ካብኡ ከምዚ ጌርና ምስ ወዳእና ዓሰርተ ደቂቃ ምስ ጸናሕና ደሞ ልስሉስ ፎጣ ጌርና ማይ ኣሊኽና ኢና ንሓሶ ማለት እዩ። ብቀቀዲምና ማይ ተሓጺብና ጸኒሕና ኔርና ማለት እዩ ቅድሚ ምጥሳምና ሀዚ ግናይ ማይ ይንሕጾ ወይ ታይና ንገብር ፎጣ ጌርና ብከምዚ ልስሉስ ፎጣ ተጠቂምና ንሓሶ ማለት እዩ። እንድሕር ሓርፋፍ ፎጣ ድሕር ኮይኑ ግን ገጽና ከባላሸየልና ይኽእል እዩ፣ ክፉሕፉሖ ስለ ልኽእል ከምዚ ክንሓሶ ከለና ክበርድዶ ስለ ልኽእል ልስሉስ ፎጣ ንጠቐም ክብለክን ይፈቲ ኩራት ይሕዋተይይ ካብኡ ከምዚ ጌርና ሕስስ ነብሎ ማለት እዩ ማይ ልኣለኽና ኢና ንሓሶ ከምዚ ማይ ልኣለኽና ለጨፍጠጥና ማይ ልኣለኽና ለጨፍጠጥና ነጽርዮ ማለት እዩ ኩራት ይሕዋት ካብኡ ካምዙይ ገርና ድሞ ገርናዮ ንሓድር ኣይንሕጸወይ በቃ ከምዚ ገርና ሓሲስና ንድቅስ ማለት እዩ ልስሉስ ኮይኑ ከዓኒ ይሓድርና ጽቡቅ ኮይኑ ማለት እዩ ካብኡ ንጉሆ ተልዒልና ኢና ንሕጸዎ ማለት እዩ ኩራት ይሕዋተይ እምበይ ልግዝኡ ኣይንሕጸወይ ብቻ ከምዚ ገርና ሓሲስና ኣጽሪና ንጥቀሞ ማእ ንድቅስ ማለት እዩ ካብኡ ንግሆ ተልዒልና ንሓፀቦ እና ገፅክን ኣብ ቃረባ መዓልቲ ኣብ ከብ ሸውዓተ መዓልቲ ውሽጢ ደሞ ቢቅ ቢቅ ቢቅ ክብለልክን እዩ ናብ ናማሙሽ ይልቕየር ማለት እዩ ተጠቐማሉ እና ኩራት ይሕወተይ ናይ ሎማዓንቲ ሒዘልክን ዝመጻኹ እዚ ኣየ ነይራ ክትጠቕመክን እያ ደሞ ተጠቐማላ ማለት እዩ ብጣዕሚ ኣዝያ ቆንጆ ዝኾነት ክሬም ባዕልና ነዳልዮ እዩና ተጠቐማሉ ኢኽን ክሻ ብኻሊእ መደብ ልመጽእ ዶ እሞ ሸር ላይክ ሳብስክራይብ ናጎርኩም ናታትኩም ምትባዕ ኣይፈለየኒ ክብለኩም ይፎቲ ስለ ትሁኒ ምብርትታዕ ዶ እሞ ካብ ልቢ ካብ ልቢ እየ ለመስግን እና ከምዚ ጌርክን ተጠቐማ ክሻ ብኻሊእ መደብ ልመጽእ ባይ ባይ።